ጽምብል ዝኽሪ መበል ኣርብዓ ዓመት ፌስቲቫል ቦሎኛ ትማሊ ብምዕሩግ ኣገባብን ልዑል ሱታፌን ተኸፊቱ። ብዛዕባ እዚ ጸብጻብ ኣሎና ክስዕብ እዩ።
ጽምብል ዝኽሪ መበል ኣርብዓ ዓመት ፌስቲቫል ቦሎኛ ፌስቲቫል ቦሎኛ ውርሻ ቃልሲ ንግደት፣ ዝኽሪ ኣብ ትሕቲ ዝብል ቴማ ኣርባዕተ ሓምለ ፍርቂ መዓልቲ ብሚኒስተር ዞባዊ ምምሕዳር ኣቶ ወልደንኪኤል ኣብርሃ ብወግዒ ተኸፊቱ። እቲ ሚኒስተራት፣ ላዕለዎት ሓለፍቲ ህግደፍ፣ ኣምበሳደራት፣ ሓለፍቲ ሃገራውያን ማሕበራትን ካልኦትን ዝተሳተፍዎን ብኤሪ ቲቪ፣ ድምጺ ሓፋሽን ሬድዮታት ኤፍኤም ኑማን ዛራን ብቐጥታ ዝተፈነዎን መኽፈቲ ስነ-ስርዓት ብዝክረ ሰማእታትን ብሃገራዊ መዝሙር ዝተሰነየ ምስ ቃል ባንዴራ ኤርትራን እዩ ፈሊሙ። ብድሕሪ እዚ ኣቦ ወንበር ኣዋሃዲ ሽማግለ ዝኽሪ ኣርብዓ ዓመት ፌስቲቫል ቦሎኛ ኣምበሳደር ዘመደ ተኽለ ኣብ ዘስመዖ ቃል፣ እቲ ብዙሕ ግዜን ጉልበትን ዝሓተተ ምድላዋት ዝኽሪ ፌስቲቫል ቦሎኛ ናብ መደምደምትኡ ዝበጽሐ፣ ሳላ እቶም ኣብ እዋን ምጅማር ፌስቲቫል ቦሎኛ ህጻናት ዝነበሩ፣ ሎሚ ድማ ዓብዮም ምሉእ ሓላፍነት ተሰኪሞም ዘለዉ ዝገበርዎ ውፉይ ጻዕሪ ምዃኑ፣ እዚ ከኣ ንዕዉት መስርሕ ምውርራስ ብግብሪ ዘርኢ ከምዝኾነ ብምጥቃስ፣ ኤርትራውያን ማሕበረ-ኮማት፣ ምምሕዳር ከተማ ቦሎኛን ካልኦት ኣካላትን ንዓወት'ቲ ዝኽሪ ንዝገበርዎ ኣበርክቶ ሞጊሶም። እዚ ዝኽሪ'ዚ፣
ዝኽሪ ናይ ኩሉ ሽዕኡ ነካይዶ ዝነበርና ብብጻያዊ ሓልዮት ዝሃብተመ ሓያልን ውሁድን ቃልሲ ኣንጻር መግዛእትን ተሓባበርቶምን፣ ዝኽሪ ህዝባዊ ግንባር ኣብ ስደት ንዝነበረ ህዝቢ ኤርትራ ይንቃሕ ይወደብ ይተዓጠቕ፣ እናበለ ዘካየዶን ዝተዓወተሉን ከቢድ ስራሕ ዝኽሪ ሓያል ማሕበራውያን ማሕበራውን ፖለቲካውን ተሳትፎ ኣዴታትና ኣብ ኢጣልያን ኤውሮጳን ዝኽሪ ናይ ሽዑ ህጻናት ኣብ ከባቢ ኣእጋር ኣዴታቶምን ኣቦታቶምን ሸኸርከር ክብሉን ክብላን ዝውዕሉ ዝነበሩ ወዘተ ኢዩ። ኣቦ ወንበር ማሕበረ ኮም ኤርትራውያን ኣብ ከተማ ቦሎኛን ከባቢኣን ኣቶ የማነ ሃብተማርያም ብወገኑ ንነጋድያን እንቋዕ ብደሓን መጻኹም ድሕሪ ምባል ሰናይ ቅንያት ምትእኽኻብን ሃገራዊ ምብህሃልን ምውርራስን ተመንዩ። ኣባል ኣሳናዳኢት ኮሚቴ ዝኽሪ ኣርብዓ ዓመት ፌስቲቫል ቦሎኛ መንእሰይ ቴድሮስ ጎይትኦም ድማ ብዝሒ ዓመታት ብተኸታታሊ ብዝሒ ወለዶታት ክስነ ፌስቲቫል ቦሎኛ ብግብሪ ዘርኣየ ምዃኑ ብምጥቃስ እዋናዊ ብድሆታት ብምስጋር ወሪስና ከነውርስ ግቡእናን ሓላፍነትናን እዩ ክብል ገሊጹ። ኣለናውነትና ኣረጋጊጽና እዋናውያን ብድሆታት ክንሰግር ዕጥቅና ዱልዱል፣ ስጉምትና ተሪር፣ ድምጽና ሓያል እዩ እሞ ወሪስና ክነውርስ ምዃንና ቃልና እዩ። ብድሕሪ'ዚ ካብ ኤርትራ ዝኸደት ወናማት ድምጻውያንን ሙዚቀኛታትን ዝሓቖፈት ጉጅለ ባህሊ፣ ተዘክሮታት ዘበራብርን ዘሕድስን ጣዕመ ዜማታትን ሙዚቃዊ ድራማታትን ብምቕራብ ንነጋድያን ኣዘናጊዓ። እስኻ ብኾፍካ ብኾፍካ እንተዓንደ ኣካት ኣምጺኤሎም ወታሕት ወሪደ ወላ ጋባ። ኣታ ምሕነኽ ዋእ ኽላኽላኽላኽ ጋባ ኢልካ ዘረባ ኣሎ ዓዲ ማክዶናል ምዃኑ ረሲዕኻስ ጋባ። ብመሰረት ሓበሬታ ኣሰናዳኢት ሽማግለ ናይቲ ፌስቲቫል እዞም ካብ ኤርትራ ዝተፈላለያ ከተማታት ኢጣልያ ጀርመን፣ ዓዲ እንግሊዝ፣ ሆላንድ፣ ነርወይ፣ ሽወደን፣ ዴንማርክ፣ ካናዳ፣ ሕቡራት መንግስታት ኣሜሪካ፣ ማእከላይ ምብራቕን ካልኦት ሃገራትን ዝመጹ ኤርትራውያን ካብ ሓደ ሓምለ ጀሚሮም እዮም ናብ ከተማ ቦሎኛ ክውሕዙ ቀንዮም። እቲ ጽንብል ባህላውን ስነ-ጥበባውን ምርኢት ሰሚናር ብላዕለዋይ ልኡኽ መንግስቲ ኤርትራ፣ ትረኻ ፌስቲቫል ቦሎኛን ዝኽርታቱን ብገዳይም ካድራት፣ ሜድያን ጽልዋታቱን ከምኡውን ባህልን መንነትን ጠቀስ ሰሚናራት፣ ኤግዚቢሽን፣ መድረኽ ዘተ፣ ቁሸት ኮማት፣ ናይ ህጻናት መደባትን ካልኦትን መሰናድኦታት ብዘጠቓልል ትሕዝቶታት ክሳብ ሰንበት ሽዱሽተ ሓምለ ደሚቑ ክቕኒ'ዩ።

ፈስቲቫል ቦሎኛ ሓደ ሕጥቦ ጽሑፍ ኣብ ታሪኽ ህዝቢ ኤርትራ ወጻኢ ምዃኑ መልእኽቲ መንግስቲ ኤርትራ ንተሳተፍቲ ጽምብል ዝኽሪ ርብዓ ዓመት ናይቲ ታሪኻዊ ፈስቲቫል ኣነጺሩ። ሚኒስተር ዞባዊ ምምሕዳራ ተወልደንኪኤል ኣብርሃ ኣብ ዘቕረቦ መልእኽቲ መንግስቲ ኤርትራ መሰረታዊ ዕላማ ሃገራዊ ተጋድሎና ምህናጽ ኣብ ዜግነት ዝተመስረተት ሃገር ምህናጽ ክብረት ዜጋታትን ግቡእ ቦታኣ ኣብ ዓለም ዘረጋገጸት ሓያልን ብልጽግትን ሃገር ምዃኑ ብምምልካት ተራ ፌስቲቫል ቦሎኛን ኣብታ ከተማ ዝካየድ ዝነበረ ካልእ ሃገራዊ ምትእኽኻባትን ኣብዚ መዳይ'ዚ ብቐሊል ዝጥመት ከምዘይኮነ ኣረዲኡ። ሎሚ ዘለናዮ ኩነታትን ዝገጥመና ዘሎ ተጻብኦን ብድሆታትን ኣብ እንገጥመሉ፣ ነቲ ዝሓለፍናዮ ከቢድ ጉዕዞን ዘመዝገብናዮ ታሪኻዊ ዓወትን ክንዝክር ኣገዳሲ ምዃኑ ዘዘኻኸረ ሚኒስተር ወልደንኪኤል፣ እቶም ሎሚ ድግዲጊት ተዓጢቖም ብፕሮፖጋንዳን ስነ-ኣእምሮኣዊ ኲናትን ብተደጋጋሚ እዉጅ እገዳን ቁጠባዊ ሸርሕን ብኸፋፊልካ ግዛእን ፍልሰት መንእሰያትን ብቐጥታን ብመገዲ ኣገልገልትን ክሕንክሉናን ናጽነትና ክምንዝዑን ህርድግ ዝብሉ ዘለዉ ተጻባእቲ፣ እቶም ትማሊ ንሞት ዝፈረዱና ምዃኖም ክንርስዖ ከም ዘይግባእ ኣስሚርሉ። ታሪኽና ከም ዘረጋግጾ፣ ናይ ትማሊ ዓወትና በጋጣሚ ዘይኮነስ ብብቕዓት ስለ ዘጥረናን ዘማዕበልናን፣ ዕላማና ዕላማ ህዝቢ፣ ቃልስና ድማ ቃልሲ ህዝቢ ስለ ዝኾነን ጥራይ እዩ ዝበለ ሚኒስተር ወልደንኪኤል፣ ከም ናይ ቅድመ ናጽነት ታሪኽና፣ ናይ ድሕረ ናጽነት ጉዕዞና'ውን ንብቕዓትና ከም ህዝብን ሃገርን ዝፈታተን ብድሆን ተጻብኦን ዝበዝሖ ምዃኑ ክገርመና ከም ዘይግባእ ብምግላጽ፣ ዕላማናን ክብረትናን ነቲ ህያው ረብሓ ሃገርናን ህዝብናን ኣሕሊፍና ክንህብ ፍቓደኛታት ስለ ዘይኮና፣ መንግስቲ ኣሜሪካ ዘንቀደሉን ዝመርሖን ብዙሓት ካልኦት ዝተዋስኡሉን ኩልንትናዊ ኲናት ክንምክት ጸኒሕናን ኣሎናን ክብል ብዝርዝር ኣብሪሁ። ኣብ መወዳእታ ሚኒስተር ወልደንኪኤል፣ ተሳትፎን ውዳቤን ህዝቢ ኣብ ፖለቲካዊ ህንጸት ሃገር ንምስፋሕ፣ ህዝባዊ ግንባር ንዲሞክራሲን ፍትሕን ንምሕያል፣ ከምኡ'ውን ምምሕዳርን ምሕደራን ንምጽፋፍ እናሰርሓና፣ ታሪኽ ቃልስናን ናይ ድሕረ ናጽነት ሃብታም ተሞክሮን መሰረት ዝገበረ ቅዋም ንምንዳፍ ንብገስ ምህላውና ብምጥቃስ፣ ምስዚ ኩሉ እወታዊ ምዕባለታት ግን ገና ሓያል ዘቤታዊ ስራሕ ስለዝጽበየና፣ ከይተዳህለልና ተሳትፎናን ውዳቤናን፣ መኸተናን ቃልስናን፣ ናይ ልምዓት መደባትን ዲፕሎማሲያዊ ጽምዶታትናን ከምኡ'ውን ባህላውን ዜናውን ወፍርታትና ክነሐይል ከምዘድልየና ኣስሚርሉ። መሰረታዊ ዕላማ ናይ ዝሓለፉ፣ ዘለዉን ዝመጹን ወለዶታት ኤርትራ፣ ድሌታት ህዝባ እተማልእ፣ ዘይትድፈር፣ ማሕበራዊ ፍትሒ ዝነገሳ፣ ዘመናዊ ቁጠባ ዝወነነት፣ ከምኡ'ውን ሓያል ኣህጉራዊ ዝምድናታትን ኪዳናትን ዘለዋ ሃገር ምህናጽ ከምዝኾነ፣ ሓላፊ ፖለቲካዊ ጉዳያት ህግደፍ ኣቶ የማነ ገብረኣብ ብኣርባዕተ ሓምለ ንተሳተፍቲ ዝኽሪ መበል ኣርብዓ ዓመት ፌስቲቫል ቦሎኛ ኣብ ዝገበሮ ሰሚናር ኣነጺሩ። እዚ ዕላማ እዚ ኤርትራ ከም ሃገር ካብ እትቖውም ቅድሚ ሚእቲ ዓመት ዝተተሓዝናዮን ኣብ ሽሕን ትሽዓተ ሚእትን ቴስዓን ሓደን ኣብ ሓደ መድረኽ ዘብጻሕናዮን ግን ከኣ ገና መሊእና ዘይጨበጥናዮ እዩ ዝበለ ኣቶ የማነ፣ ሓይሊ ናይ ሓንቲ ሃገር ኣብ ፖለቲካዊ ናጽነትን ምውሓስ ዶባትን ጥራይ ዝምርኮስ ዘይኮነ ዘመናዊ ቁጠባ ወሳኒ ምዃኑ ብምምልካት፣ ቃልሲ ህንጸት ሃገር ዝቕጽል ቃልሲ ከም ዝኾነ ኣስሚርሉ። ከምዚ ኣብ ዝሓለፈ ዓሰርተ ሓሙሽተ ዓመታት ንኤርትራ ዘጋጠመ ናይ ኣሜሪካ መሻርኽታን ዕሱባትን ውዲትን መጥቃዕትን ክትጻወር እትኽእል ሃገር ከምዘየላ ዝጠቐሰ ኣቶ የማነ፣ ሓይልና፣ ሓድነት፣ ንቕሓት፣ ውዳበ፣ ራኢ ከምኡ'ውን ስነ-ሓሳብን ክብርታትን ናይ ሕብረተሰብናን ህዝባዊ ግንባርን እዩ ድሕሪ ምባል እዚ ዓሰርተታት ዓመታት ዝተደኽመሉን መስዋእቲ ዝተኸፍለሉን ሓይሊ'ዚ ብዝለዓለ ክዕቀብ ከምዝግባእ ኣስሚርሉ። ሓላፊ ፖለቲካዊ ጉዳያት ህግደፍ ኣቶ የማነ ገብረኣብ ኣብ መወዳእታ፣ ከም ሃገርን ህዝብን ብቕዓትና ከነመስክር ምእንቲ፣ እዚ ሓይሊ እዚ ክቕጽል፣ ቃልስና፣ መኸተና፣ ብቕዓትናን ተጻዋርነትናን ድማ ክሕይል ከም ዘለዎ ብምዝኽኻር፣ ነዚ ዓጢቕና ክሳብ ዝተበገስናን ዘንቀድናን፣ ኣብ ቅድሜና ደው ክብል ዝኽእል ሓይሊ ከም ዘየለ ጠቒሱ፣ ንኹሎም'ቶም ነዚ ናይ ዝኽሪ መደብ ክውን ዝገበሩን ዘድመቑን ሞጒሱ። ተመረቕቲ ቤት ትምህርቲ ሕርሻን ቴክኒክን ሓጋዝ ንዘምሃሮም ህዝብን መንግስትን ንምኽሓስ ዓፀፋ ክሰርሑ ምዃኖም ገሊፆም። ዝርዝሩ ብመልክዕ ፀብፃብ ተዳልዩ ኣሎ እንሆ።
ንዝቐሰምዎ ሞያዊ ትምህርቲ ግብራዊ ስራሕ ብምትርጓም ንዘምሃሮም ህዝብን መንግስትን ንምኽሓስ ዓፀፋ ክሰርሑ ምዃኖም ተመረቕቲ ቤት ትምህርቲ ሕርሻን ቴክኒክን ሓጋዝ ገሊፆም። ካብ ማይምነ መጺኣ ንኽልተ ዓመታት ትምህርታ ብግቡእ ተኸታቲላ ብልዑል ነጥቢ ዝተመረቐት ተመሃሪት ተመርጻ የማነ ንኤሪና ኣብ ዝሃበቶ ርኢቶ፣ ዘይበርስ ሃብቲ ክትውንን ምብቃዓ ውጽኢት ናይቲ ኣብ መንእሲያት ዝግበር ዘሎ ወፍሪ ከምዝኾነ ብምግላጽ፣ ሞሳ ህዝባን መንግስታን ክትከፍል ከይተሓለለት ከምእትሰርሕ ኣረጋጊጻ። ካብ ተሰነይ ዝመጸትን ብስነ ኣትክልቲ ዝወደእትን ብስራት ወልደሚካኤል ብወገና፣ ድሌት እንተሎ ካብ ትምህርቲ ዝዕንቅፍ ነገር ከምዘየለ፣ ዝቐሰመቶ ፍልጠት ድማ ኣብ ህይወታ ነጥበ መቐይሮ ምዃኑ ጠቒሳ፣ ኣግራብ ኣብ ምዕቃብን ውሕስነት መግቢ ኣብ ምርግጋጽን ናብ ወለዶታት ኣብ ምስግጋርን ኣበርቲዓ ከምእትሰርሕ ኣነጺራ። ካብ ወለዲ ነባሪት ከተማ ከረን ወይዘሮ ኣልማዝ ዓንዳይ ነቲ ምዕሩይ ኣገልግሎት ትምህርቲ ንምርግጋፅን ተወዳደርቲ ተምሃሮ ንምፍራይን ዝካየድ ዘሎ ወፍሪ ብምምስጋን ውላዳ ኣብ ደረጃ ምምራቕ ብምብፅሑ ንዝተማህሮ ሞያ ብግብሪ ብምትርጓም ንነብሱ ኮይኑ ንሃገሩ ብተወፋይነት ከገልግል ዘለዋ እምነት ገሊፃ። ካብ መራሕቲ ሃይማኖት ሊቀ ካህናት ካቶሊካዊት ቤተ ክርስቲያን ንኡስ ዞባ ሓጋዝ ኣባ መርሃዊ ሃብታይ ድማ ትምህርቲ መሰረት ኩሉንትናዊ ምዕባለን ህንፀት ሕብረተሰብን ምዃኑ ጠቒሶም ተመረቕቲ ነቲ ንሕብረተሰብ ዝጠቅም፣ ሃገር ዘማዕብል፣ ሞራላዊ ስነ ምግባር ዘደልድልን ክብሪ ወዲ ሰብ ዝሕሉን ቅኑዕ ፍልጠት ክኽተሉ ብምምካር ኣብ ምህናፅ ሃገሮም ኣበርቲዖም ክነጥፉ ኣተሓሳሲቦም። ቤት ትምህርቲ ሕርሻን ቴክኒክን ሓጋዝ ኣብዚ ዓመት'ዚ ሓምሳን ሰለስተን ደቂ ኣንስትዮ ዝርከብኦም ሚእትን ዕስራን ሓሙሽተን ተመሃሮ ምምራቓ ይፍለጥ።
ማሕበር ወነንቲ ሎሪ ዞባ ጋሽ ባርካ ውዳቤኡ ብምሕያል ኣብ ጽላት መጓዓዝያ ክገብሮ ዝጸንሐ ኣበርክቶ ንምዕባይ ኣበርቲዑ ከም ዝሰርሕ ኣብ ተሰነይ ኣብ ዘቃንዖ ሳልሳይ ጉባኤ ኣረጋጊጹ። ሓላፊ በዓል መዚ መጓዓዝያ ምድሪ ዞባ ጋሽ ባርካ ኣቶ ሃይለ ኣብርሃ ኣብ ዘስምዖ ቃል፣ ብፍኑው ኣገባብ ካብን ናብን ዞባታት ዓንሰባ፣ ጋሽ ባርካን ሱዳንን ዝንቀሳቐሳ ዝነበራ ሎሪ ዝዓይነተን መኻይን ኣብ ኣገልግሎት መጓዓዝያ ዝነበረን ኣበርክቶ ኣብ ግምት ኣትዩ ኣብ ክልተ ሽሕን ዓሰርተን ብማሕበር ክጥርነፋን ሕጋዊ መስርሕ ምንቅስቓስ ክኽተላን ብዝተወስደ ተበግሶ መሰረት ቁፅሪ ኣባላት ማሕበር እናዓበየ ከምዝኸደን ኣብ ምንቅስቓስ ሰብን ንብረትን ልዑል ኣስተዋፅኦ ይገብራ ከምዘለዋን ብምሕባር ኩሎም ወነንቲ ሎሪ ተኸፊትሎም ንዘሎ ሕጋዊ ናይ ፍቓድ መሰል ተገንዚቦም ኣብ ማሕበር ተጠርኒፎም ክነጥፉ ኣዘኻኺሩ። ኣቦ መንበር ማሕበር ሎሪ ኣቶ ኣድም ዓብደላ ብወገኑ እቲ ማሕበር ካብ ዝቖውም ቁጽሪ ኣባላቱ እናዓበየ ኣብዚ ግዜ እዚ ሰለስተ ሚእትን ተስዓን ሸውዓተን ከምዝበጽሐ ጠቒሱ ሚኒስትሪ መጓዓዝያን መራኸቢታትን ሕጋዊ ቁጽሪ ሰሌዳ ከምዝረኸቡ ብምግባር ኣብ ምንቅስቓሳቶም ከምዝሓገዞም ኣረዲኡ። ሓላፊ ኣሃዱ ምምሕዳርን ፋይናንስን ንኡስ ዞባ ተሰነይ ኣቶ ተስፋዝጊ ዑቕባዝጊ ብግዱ፣ ሎሪ ብፍላይ ኣብ ጎላጉል ዞባ ጋሽ-ባርካ ኣብ ምጉዕዓዝ ሰብን ንብረትን ዘይነዓቕ ኣስተዋፅኦ ይገብራ ከምዘለዋ ብምምልካት፣ ኣባላት ካብ ንቡር ንላዕሊ ምፅዓንን ክቱር ናህሪ ክጥንቀቑ ኣተሓሳሲቡ። ገዲም ተጋዳላይ ኮሎኔል በረኸት ተስፋጼን፣ ወሎ ብዝሓደሮ ሕማም ኣብ ውሽጢ ሃገርን ወጻእን ሕክምናዊ ክንክን ክግበረሉ ድሕሪ ምጽናሕ፣ ትማሊ ኣርባዕተ ሓምለ ኣብ ሆስፒታል ሓይሊ ኣየር ኣብ መበል ስሳን ሓደን ዓመት ዕድሚኡ ተሰዊኡ። ብዝሓደሮ ሃገራዊ ስምዒት ኣብ ንኡስ ዕድሚኡ ኣብ ሽሕን ትሽዓተ ሚእትን ሰብዓን ኣርባዕተን ዓመተ ምህረት ናብ ህዝባዊ ሓይልታት ዝተሰለፈ ገዲም ተጋዳላይ ኮሎኔል በረኸት ተስፋጼን ወሎ ግቡእ ፖለቲካውን ወተሃደራውን ትምህርቲ ምስ ቀሰመ ኣብ ተዋጋእቲ ሰራዊት ተመዲቡ ካብ ተራ ክሳብ ኣዛዚ ክፍለ ሰራዊትን ብተወፋይነት ንህዝቡን ሃገሩን ብትግሃት ከገልግል ዝጸንሐ ሓርበኛ'ዩ። ስዉእ ኮሎኔል በረኸት በዓል ሓዳርን ኣቦ ሸውዓተ ውሉዳትን እዩ። ስነ-ስርዓት ቀብሩ ድማ ሎሚ ፍርቂ መዓልቲ ኣብ መካነ መቓብር ሓርበኛታት ኣስመራ ተፈጺሙ። ሚኒስትሪ ምክልኻል ብመስዋእቲ ገዲም ተጋዳላይ ኮሎኔል በረኸት ተስፋጼን ወሎ ዝተሰምዖ መሪር ሓዘን እናገለጸ ንስድራቤቱን ፈተውቱን ጽንዓት ይሃብኩም ይብል።